ሰላም ኣሕዋት ኣብና ለማዕ ቲቪን ኣብዚ ምሓራ ሚድያ ሓደሽን መዘራረብቲ ዘሎ ነገራት ብሓደ ኮይና ክንርኢና ካብኣቶም ሓደ ድማ ኤርትራ ክትኣቱ ኣይነፍቅደላን ኢና ወይ ከዓ ኤርትራ ክትኣቱ መን ኣፍቂድላ እስኻ እስኻ መን ኢኻ እስኻ
ብዛዕ እዚኣቶምን ካልኦትን ክንርኢና ሰናይ ምክታል የው ሰላም ሰላም ዝኸበርኩም ናይ ለማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማናትኩም ተመሊሰ መፅ ኣለኹ እሺ ኣሕዋት ቕድሚ ክሎ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይሰኣን ብምቕጻል ናይ ለማዓልቲ ፍዩና ሰንበት እዩ ብቑላትኩም ዝተባረኸ ሰንበት ትገብረልኩም ዝተባረኸ ናይ ዕረፍቲ መዓልቲ ሰሙን ሙሉእ እናሰራሕኹም ሰሙን ሙሉእ እናሓሰኹም ሰሙን ሙሉእ ደቅኹም ናብ ትምህርቲ ቤት እናሰደድኩም ለመዓልቲ ግን እኸ ኮይልኩም ኣብ ገዛኹም ትውዕልሉ መዓልቲ እሞ ዝተባረኸ መዓልቲ ይገብረልኩም ክለኩም ይደሊ ብምቕጻል ኣብ ናይ ለማዓልቲ ፍዩና ሰንበትና ሰንበት ከምስሉ ክእሉ ቪድዮታት ሒዘ ተመሊሰ መጽየ ኣለኹ ቅድና ቪድዮ ናምታይና ግን ነሻ ነዚ ሓድሽ ዝኾም ሳት ተሃሊኹም እንታይ ጽበዩ ኣለኹም ሰብስክራይብ ብምጋር ቤተሰብ ኾኑ ብምቕጻል ነዛ ቪድዮ እዚኣ ድማ ናብ ብዙሓት ሳት ትበጽሕ ስለ ዘለዋ ላይክ ሼር ምጋር ይንረስዕ ሕዝና ቪድዮና ከእተወኩም እየ ክሳብ መወዳእታ ቪድዮ ናምሳኹም ትከታተሉ ብኽብሪ እዩ ዝሓትት ሰናይ ጻንሒት እሺ ኣሕዋት እቲ ቪድዮና መጀመሪ ክኾነና ናይ እንኳዕ ኣብጽሐኩም መልእኽቲ በጺሒና ኣሎ እስቲ ንስማዕ እዚ ቪድዮ ኣትንገሪኦም ዶ ክዓብጽሑኩም በልዮ ኣወ ክዓብጽሑኩም እያ ኣወ ከምኡ በል ሰላም በልዮ ኣሕዋት እዚ ቪድዮ ዝረኽሙ ኢኹም ማለት ናይ እንኳዕ ኣብፅሐኩም መልእኽቲ ተላኢኽና ዝኾነ ሰብ ይልኽሊ እዛ ቪድዮ ኣሕቢሩ ዝተበለና ብፍላይ ድማ ንዛ ጤል ኣዋ ሃኒ ርኢኻዮ ግልጋለትና ይበል ብጣዕሚ ተመችኒ የቀንየልና ብጣዕሚ ልቀጻሊ ደንበኛ ከም ትኮን ተስፋ ይገብር። ዋእ ግዴታ ኣዕርክተይ ልሕዘዮም ክመጽእ እየ። ደስ ይብለና ብጣዕሚ ስለ ልመጻካ የቀንየልና። ኣነለ የቀንየለይ ኸዚ ኣበይ ደይ ኮፍኩ። በቃ ወዲእና እኮ በሪ ብቲኣ እያ። ማለት ማሳጅ ጥራሕ ድዩ። ታይ እማ ደሊካ ካሊእ።
ነውራም በዓለገ ዶ በለ እንታይ ሓሲብካ እዩ ማለት ማሳጅ ከድካ ሳይ ደሊካ
ዓለም ብዶላር ካብ ትዘራሲ ሓሙሽተ ብርለ ሜስኻ ሰቲኻ ዓለም ባዕላ እንዶ ትዝርኻ ቻው ትክክለኛ ሓሳብ ትክክለኛ ሓሳብ ማለት ካብዚ ኩሉ ወጪ ተወፅእ ብሓንቲ ኒከል ስዋ ዓለም በዓላ ትዘረካ ይተፈል ጸባበቂ ወሲኸሉ ኣደ ብኣይ ግረሞ ሃነን ኢሉ ፍሽኽታ ደርግስኒ ኩሉ ምለይ ውልዕ እንድየ ዝብል ከም ኣመለይ የዒንተይ ከም ትፈልጦ ተረጓሒ ብርሃን እንዲ ዝሰድድ ከምዛ ወርሒ ውቅብቲ እንድየ እምም ሃነን ዘበልኩ ዓዲ ምንፀሊ ናብ ሰዓቱ ንዓኻ እንድዩ ዝፈቱ። ብዙሕ ኣብዚ ቪድዮ ዝረናዮ እዩ ማለት ብዙሓት ሰባት ሲ ኣብዛ ቪድዮ እዚኣ ኮመንት ናኣተኹም ትጻረፉ ነይርኹም ማለት ዋይ ኣነ ነዚ ክብል ደ ካርደይ ተለቂሐ ገለገለ ትብሉ ተንጸርጸሩ ነይርኹም እዚ ሲ ዝገርም ድምጺ እዩ ናይዘን ኣሕዋትና ከይትሰምዓ ሽዶ ሱል ክንድረፋ ሱል ክንቀጽላ ድረፋ ጥራሕ ሶዝማት ሃይሉና ኣለዋ ዓድግራት ተወጊኡ እሺ ሰበር ዜና ኣብ ከተማ ዓድግራት ሓደ መንነቱ ዘይተፈለጠ መንእሰይ ናብ ባህላዊ ኣዳራሽ ቤት ምግቢ ብምእታው በሊሕ ነገር ሒዙ ውግእ! ውግእ! ውግእ! ኣቢሉ ነቲ ጥሕሎ ከም ዝወልዖ ተሓቢሩ። ታይ ገይርናካ ማለት ንሕና እኮ ተወጊኡ ገለ ዝበልካ ሰምዚ ንሰምዖ ኣለና ሕማቅ ነገር ገለ መሲልና ግን ጥሕሎ እዩ ወጊኡ ጥሕሎማ ብደንቢ ገይሩ ውግግእ የብሎ ኩላትኩም ውግኡ ጥሕሎ ትኮይኑ
Nice። ሰውሳዩና ልሕዋት ሰለስተ ሓደገኛ ቦታ ናይ ዓለምና እሺ። እቲ ቀዳማይ ፔርሙዳ ትራያንግል እዚ ቦታ እዚ ዋላ ነፈርቲ ኣብዚ ዝኸዳ ስጋብ ሕጂ ዘይእትነግር ኣሰረን ኣይተረኽበን ዲስኣፕር እየን ዶኾን? ነዚ ቦታ እዚ ከጽንዕኦ ዝኸዳ ነፈርቲ ክሳብ ሕጂ ኣሰረን ኣይተረኽበን ኣብዚ ዝኸደ ንብረት ኣይምለስን እዩ። እቲ ካልኣይ ከኣ ኣብ ብራዚል ዝርከብ ኮይኑ ስኔክ ኣይስላንድ ድበሃል ኣብዚ ብሂወትካ ተኸድካ ከኣ ምምላስ ዝበሃል ነገር የለን እዚ ቦታ እዚ ብመርዛማት ኣትማን ድመለ እዩ ኣብዚ እንድሕር ከድካ ብህይወትካ ምምላስ ዝባሃል ነገር የለን ወዲ ሰብ ናብዚ ክከይድ ኣይክእልን እዩ። ሳልሳይ ኣብ ታንዛንያ ዝርከብ ቀላይ እዩ እዚ ቀላይ እዚ ናትሮን ይባሃል ናይዚ ቀላይ እዚ ተኣምር እቲ ዘገርም ነገር ከኣ ዝኾነ እንስሳ ነዚ ቀላይ'ዚ ተተንኪፉ ናብ እምኒ ይቕየር። ነዚ ቀላይ'ዚ እንድሕር ተንኪፍካዮ ናብ እምኒ እኻ ትቕየር። ኩሎም እንስሳታት ነዚ ዝተንከፍዎ ናብ ከምዚ ንሪኦ ዘለና እዮም ድቕየሩ። So እዞም ሰለስተ ነገራት ወዲ ሰብ ክኸዶም ደይክእል ሓደገኛታት ቦታ ካብ ዓለም እዮም። እሺ ኣሕዋት እዚ ቪድዮ ከምዝረኣናዮ እዩ ማለት ሰለስቲኦም ብጣዕሚ መፍርሒ ቦታታት እዮም ግን ኣየናይ ብጣዕሚ ሓደገኛ ቦታ ይመስለኩም እስቲ ንገሩና። ኣብ ሓደ ዓዲ ክልተ ፍቑራት ነይሮም። እዞም ክልተ ፍቑራት ክምርዓዉ ምስ ደለዩ ናይ ክልቲኦም ወለዲ ስለ ዘይተሰማምዑ ንምርዓው ይኣብይዎም። እዞም ክልተ ፍቑራት ብጣዕሚ ስለ ተቖጥዑ ሓደ ሓሳብ ኣምጺኦም። ንኺድ እሞ ኣብቲ ጎቦ ሓደ ክልተ ሰለስተ ኢልና ብምቑጻር ብሓደ ሸለው ንበል በቲ ጎቦ ኢሎም ይሰማምዑ። ቆጸራ ገይሮም ኣብ ሰዓት ቆጸሮ እንተረኺቦም ክልተ ፍቑራት ኣብታ ጸድፊ ጠጠው ኢሎም ከምታ ዝተባህልዋ ድማ ሓደ ክልተ ሰለስተ ኢሎም ምዝላል ይጅምሩ። ወዮ ወዲ ዘሊሉ ወዮ ጓልከ ተሪፋ ከይዘለለት በት ጸድፊ ማለት እዩ። ሽዑ እታ ጓል ናብቲ ጸድፊ ከምዚ ኢላ ተራእየት እቲ ወዲ ጃንጥላ ገይሩ ንታሕቲ እናወረደ ማለት እዩ። ተሓቢኡስ ጃንጥላ ሒዙ መፅዩ ብሕፅር ዝበለ እቲ ወዲ ጃንጥላ ሒዙ መፅዩ ዘሊሉ እታ ጓል ግን ኣይዘለለትን ጠሪፋ ሰለስተ ሴሮ ምስ ቆፀሩ ካብ ክልቲኦም መን እዩ ዝያዳ ጠሊሙ ብኸመይ ኣብ ቦታ ኮመንት መልሲ ግደፉሉ ኢኹም ሻዋ እዛ ቪድዮ ምስ ሰማዕናያ እያ ማለት ብጣዕሚ ይገርም ንመን ኢኻ ሞ ተብል ህዚ ክልቲኦም ክፀድፉ ኢሎም ከይዶም እሱ ፀዲፉ ግን ብጃንጥላ ይፀዲፉ እሳ ከዓ ይፀደፈትን እስቲ ሓንሻዕ ንሓስብ ሓንሻዕ ኣሕዋት ኣብ ናተይ ሓሳብ ማለት እዩ እዚ ወዲ እዩ ጠሊሙ ብኸመይ ይወልድ ስልኩም ብኸመይ ይወልድ ምክንያቱ እሱ ጃንጥላ ገይሩ ምስ ኣበለ ምስ ፀደፈ እሳ መቸም ፅድፍ ኢሉ ምስ ረእየቶ ሲ ገፋቶ ኢሉ ከም ዝፀደፈ ምስ ረእየት እሳውን ክትፀድፍ ትኽእል ነይራ እያ እሱ ግን ብጃንጥላ እዩ ፀዲፉ ከምዚ ኢለ ሓሲበ ሲ እሱ ብጣዕሚ ጠለመ ኮይኑ ትረኣይኒ ብናትኩም ኣተሓሳስባ ከመን ጠሊሙ ትወድዶ ትጓል በይዛኹም ኣኮ መፅሓፍና ኣይገርመካን ከምዚኣ ናኸይተባእሰስ ክልተ ደቂ ጌርና

መኻና ማማ ዋላ ኮን ክትትፍጠር ምፈተውኩ ነይረ እውነት ምፈተውኩ ምፈተውኩ ነይረ ሾ ኣነ በጃ ዋላ ምፈተውኩ ነይረ ሾ እንታይ ማለት እዩ ማለት መኻን ሃማ ኮይነ ተዝፍጠርስ ምፈተኻ እንዶ እንታይ ኢሉ ግን ዋ እዚ ሓውና ሃም ትሪኦ ኣለኹም ብጣዕሚ ተወፂዑ ዘሎ ማለት ብጣዕሚ እዛ ምስኡ ዘላ ተፍቃሪት ብጣዕሚ ኣጨቕጨቃቶ ህዚ ብዝተኻእለና ዓቕሚ እዛ ብሎክ ትብል ምልክት ኣበይ ከም ዘላ ንርእዮ እሞ ድሕር ነፃነት ዘህብቶ ኮይኑ ንጓል ምስ ኻሊት ጓል ነፋልጦ ምክንያቱ ነፃነት ትደሊ ኣብዛ ሓላ ሓንቲ ሓፍትና ምዚኣ ነፋልጦ ዘይቲ ምርዓዊ
ምስ መን ምስ ዝኾነ ጥራይ ሃብታም ይኹን ዘይኮነ ይኹን ትብላ ባእ ኣነ ሃብታም ኣይፈቱን እየ ሃፍታም ኣፍቃሪ ነይርኒ ቅድሚ ኣብ ቤተይ ሕጊ የብዝሓልካ ማልያ ኣይተዘውትሪ ይብለካ ኣበይ ኣቲኺ ኣበይ ውዒልኪ ባእ ጭንቀት እዩ በቃ ሕጂ ከተፈላሊኹም ደሊት ጌረ እየ ኣነ ናጽነተይ ማራ እየ ዝደሊ ብሓፈሻ ደቂ ኣንስትዮ ከምኡ ኢና ዝኸበረ መግቢ ኣዚዙ ኣብ ኣበላልዓኻ ቀይዲ ዝገብረልካ ተኾይኑ ግን ካብ ሳኛ ሊስታ ፈልየ ሪኤን እየ ኣበይ ገዛውቱ ባእ ኣይዝክሮ ደይ ኣነ ሰብ ተጸሊኤ ዋላ ሽሙን ምስሉን ከማን እየ ዝርስዖ እንተድኣ ኣፍቂረ ይፈልጥ ነይ ትብሊ እሞ ዘየፍቀርኩ ንሱ ድዩ ኣፍቂርኒ ደሓር ደንጊጾ ልሐር ኢለዮ። ብድሕሬኻ ነብሰያ ደንጊጻትኒ ገዲፈዮ ፊስካ ተሃሪሙ ካብ ሜዳ ወጺና። ናብ መቀየሪ ክዳን ከይላገጽኩም ናብ ገዛ ኩኑ።
ሸው ሓዛ ሓፍትና ምሰምዖ ኣለኹም እዩ ማለት ኣነሲ ካብ ሃፍቲ ነጻነተይ ዘብልጽ እያ ትዘላ ሓቂ ድዩ እዚ ነገር እዛ ዋልዳ ሓትና ማለት ታይ ትመርጻ ሓቂ ኮንኮንሲ ሃፍቲ ዶ ወይ ቅርሺ ዶ ወይስ

ሃምዚ ለበለ ሰይቲ የዋህበካ እዩ ደቂ ዓበይቲ ትረይዋ እሞ ብዙሕ ብሓደጋ እዩ ኣብዚ ደረጃ እዚ ወዲቑ መስለኒ እቲ ወድና ብዙሕ መከራ እያ ተቕበላ ምስ ሆስፒታል ኮይና ረይዋ ተላዕሎላ ምስ ብዙሕ ስፖርት ተሰርሐላና ኣብ ችግር ጊዜኡ ሓዲጋት የኸደት እያ ኣብ መከራ ጊዜኡ ሓዲጋት የኸደት ኢና ደቅና ብዙሕ ኢና ክንመሃር ንኽእል ካብዚ ቪድዮ እዚ ደቂ ኣንስትዮ ሰብኡትኽን ችግር ተጋጥሞም ተሎ ሓዲግ ኻለይ ምኻድ፣ ደቂ ተባዕትዮ ለለ በዓልቲ ገዛኹም ዝተፈላለየ ችግር ትበፅሓ ተሎ ሓዲግ ኻለይ ምኻድ ኢና መጨረሻ ላይ ረይዋ ደው ኢሉ ምሳኣ ክኸደላ ኽኢሉ ማለት እዩ። ምስኡ ብዙሕ መከራ ተቐቢላ ደው ኢሉ ክኸደላ ኽኢሉ እታ ውላዶም ለረይዋ ምስኣቶም ደስ ኢልዋ ብዙሕ ነገር ትሓልፍ ለና ሰብ ሓዳር ለለኹም ልደቅኹም ልግዛዕ ኢልኹም ሓዲግኹም ሓዳርኹም ልለይ ምብታን ፀዓዱታ ልምባል እዩ። ትኽክለኛ ሓሳብ እዩ ማለት ብፍላይ ድማ ኣብ ሓዳር ዘለኹም ዝኾነ ፀገም ስለ ዘጋጠሞ እዚ ሓደ ኣካል ገዲፍኻዮ ምኻድ መፍትሒ ኣይኮነን ፅንዕ ኢልኩም ክትነብሩ ኣለኩም እዩ እዚ ቪድዮ ኣብ ገዛ ኣቕሓ ኣቕምጥዮ ምናምን ይበሃል እሞ ካብኡ ክደልኦ ክድለ ተሎ ማለት እዩ ዘቕሓ ኣምፅዮ ምናምን ይበሃል እሞ ካብኡ ኣምታዮም ዘቕመጥኩስ ይጠፍአኒ ማለት እዩ ካብኡ ኣሽዒቱ እንታይ ይበሃል ገና ሓደ ቆልዓ ክይውለድ ክስ ልብኹ ናምንታይ እዩ ጠፊኡ እኒኦ ከምዚ ኢሉ ምናምን ምናምን ኣነ ልበይ የጥፍኢለይ እኒኦ ግን ኣዶናይና ጃኒሲ ብና ግል ፕሌን መፅኦም ተባሂሎም እኒኦሲ ህንደይ ከፊሎም ይኾኑ መፅኦም ህንደይ እዮም ከጥፍኡ ምናምን ዝሓሳብሱ እዩ ልበይ ሰሪቐኒ እኒኦ Cause በቃ ፍቅሪ ተሒዙ ክለ ተናገሪ ታይ እዩ ሓደ ቆልዓ ከይውፃኪ ልብኪ ናበይ እዩ ከይዱ ምናምን ኣበይ እሞ ብናባዕለይ ጉዳይ ልበይ ጠፊእኒ ምኮነ እሞ ደስታይ ምከኣልኩዎይ ነይረ። ኣሕ እዛ ነገር እዚኣ ኩላትና እያ ማለት ዝኮነ ነገር ብፍላይ ድማ ብቆልዑትና ሲ ኣብ ገዛ ዝኮነ ነገር ንልኣክ እሞ ዝተላኣክናዮ ነገር እንድሕር ተረሲዕናዮ ናበይ ኢካ ልብካ ኣጥፊእካዮ ብሱሩ ልበለካ ድዩ ታይ ኢካ ትሓስብ ዘለካ ውሽጥካ ገለ ኢካ ትባሃል እሕና ንሓስብ ኣለና ማዓዝ እየ ወፅየ ክጫወት ማዓዝ እየ ታይ ይፃወት ሎ ይኮን ደቂ ኣዕርክተይ ገለ ኢልካ ኢካ ትሓስብ so ዝማታ ኢሉና ኣሎ ሂብካ ምስ ወዳእካ ሂብካ ምስ ወዳእካ እቶም እትህቦም ዝነበርካ ሰባት ገንዘብ ኣተሓዛ ኣይከኣለን ዕድሉ ኣይተጠቐመሉን ኢሎም ብዛዕባኻ ክዛረቡ እዮም እዚ ጋህዲ ዓለም እዩ so ዝማታ ኢሉና ኣሎ ኣብ ህይወት ዝለኸበደ ሸኽሚ ታይ ምዃኑ ትፈልጡ ዶ ኣብ ህይወት ዝለኸበደ ሸኽሚ ታይ ምዃኑ ትፈልጡ ዝኣነ ልፈልጣ ከፍልጠኩም እዛ ንስኹም ትፈልጥዋ ደለ ብኮሜንት ኣፍልጡኒ እና እዛ ኣነ ልፈልጣ ኣብ ህይወት ዝለዓበየ ሸኽሚ ማለት ትነብረሉ ዕላማ ለይምህላ እዩ ለምሳሌ ሰብ ልወላዲኡ ልውሉዱ ልሓዳሩ ለዕርኽቱ ለሕዋቱ ኢሉ ብዙሕ ነገር ይሓልፍ እዩ ብዙሕ ነገር ይኽእል እዩ ብዙሕ ነገር ይኸድ እዩ ካብ ዝለዓበየ ግን ክነግረኩም ካብ ዝለዓበየ ሸኽሚ ኣብ ህይወት ዝለኸበደ ሸኽሚ ማለት ጌታኻ ልምንታይ ከም ልለኣኸካ ምዝንጋዕ ወይ ምርሳዕ እዩ ምኽንያቱ ጌታና ናብዚ ዓለም እዚ ክልእኸና ተሎ ክንግዝኦ ጥራሕ እዩ ልኢኸና ክንግዝኦ ጥራሕ እዩ ልኢኸና። እዚ ግዴታ ልገበረልና ነገር ክንሰርሕ፣ ኽልኽል ልገበረልና ነገር ክንኽልኸል ጥራሕ እዩ። ኻሊእ ምንም ነገር የብሊ። ክንረክብ ይኾና ተፈጢርና፣ ክንስእን እዩ። ክንስእን እሞ ክንዕገስ እሞ ክነምስግን እሞ ኣመስጊንና ኣብ መጻኢ ዓለም ክንሽለም እና ኣብ ህይወት ዝብጣዕሚ ልኸበደ ሸኽሚ በቃ ዝብጣዕሚ ልኸበደ ሸኽሚ ማለት ተፈጠርካሉ ዓላማ ምዝንጋዕ ወይ ምርሳዕ እዩ። ምክንያቱ በቃ ሕና ዝተፈጠርና እዛ ንበልኸኹም እያ ጌታና ልክንግዛእ እዩ ሸውሃ እዚ ሓፍትና ተዛረበቱ ሓቂ እዩ ማለት ኣብዚ ዓለም ዝመፃናሉ ምክንያት ተሃለ እዚ ዋና ምክንያት ኣብ ትሕቲ ፈጣሪና ኮይና ንፈጣሪና ምግልጋል ጥራሕ እዩ እዚኣ ዝክሕዳ ሰብ የለን ኢለ ሓስብ ናወፅን እሺ ኣሕዋት እስካብ ምቕፃል ድማ ናብዚ መሓራ ሚድያ መዘራርብትን ሓደሽን ዘለኹ ነገራት ክወስደኩም

መን ኢኹም ንስኻትኩም መጀመርያ ኣነ ሕቶ ኣለኒ ሲ ገጽኩም ኣይረኤ ገጽክን ወላ ዝረኣ ቋቂቋ ዝበልክን ሸውዓተ ዓሌትክን ሒዝክን ዝወጻኽን ኣረገውቲ ገለ ገዛ ከፊትክን ገለ መለ ትጻረፋ ትውዕላ ሲ ኣነ ሓዘነን ይውጻኣለን ኢለ እንዴ ግን እስኻትኩም ሲ ንመን ኢኹም ተፍቅዱሉን ዘይተፍቅዱሉን መጀመርያ ደረጃ እንታይ ድበሃል ኣብዚ ቲክቶክ ሕጂ ኣነ ክኣቱ ከለኹ እዚ ታሽሙ ግበሪ ኢልኒ ቫሪፋይ ግበርዮ እቲ ቲክቶክ ናትኪ ምዃኑ ሲ ኣርእና ኢሎምኒ ብናተይ ኮድ ኣትየ ናብዚ ቲክቶክ ማለት እዩ ኣብ ዓዲ ወረቐት የብልካ ኣብዚ ወረቐት የብልካ ወረቐትካ ተመንጢልካ ንባዕልካ ቫሪፋይ ዘይተገበርካ ኣብ ህዋት ከም ንፋስ ኣብ ህዋ ትኸይድ ዘለኻ ምድረ ፋራሲ ንኣዱ በዚ ኣተወት በዚ ወፀት ክትብልሲ ቁርብ እሺ ኣሕዋትና ለማዓት ቪድዮና ነዚ ይመስል ነይሩ ክሳብ ህዚ ረኹም ሰዓት ሳህሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀፃሊ ብካሊ ቪድዮ ክሳብ ንራኸብ በብዘለኹም ሰላም ኩኑለይ ይመችኹም